ንረዳእ ኢና ንርኢ ዘለና ሎሚ ሕግን ተስፋን ክንርኢ ኢና ብሉን ኣምላኽ እዩ ሕግን ተስፋን ንመጀመሪ ክኾነና መጀመሪ ክኾነና ገላትያ ሳልሳይ ምዕራፍ ካብ ፍቕዲ ዓሰርተ ሓሙሽተ ከምበልኩም እሞ ድሕሪኡ እናተና ክንከይድና ስም የሱስ ክርስቶስ ከምበ ኣሕዋተ ከም ኣዘራርባ ሰብ እዛረብ ኣለኹ ነቲ ዝጸንዐ ኪዳን ሰብ እኳ ዘፍርሶ ወይስ ዝውስኸሉ የልቦን እቲ ነኣብርሃምን ንዘርኡን እተነገረ ተስፋ ድማ ንሓደ ኸም ዝበሃል ንዝርእትኻ ንሱ ኸኣ ንዘርእኻ ንሓደ ኸም ዝበሃል ንዘርእኻ ንሱ ኸኣ ክርስቶስ እዩ እምበር ንብዙሓት ከም ዝበሃል ነዝርእቲ ኣይብልን እዩ እምበኣር እሲ እዚ እብል ኣለኹ ነቲ ተስፋ ኾንቱ ክገብሮ ኢሉ ነቲ ኣምላኽ ቀደም ዘጽንዖ ኺዳን እቲ ድሕሪኡ ብ430 ዓመት ዝመጸ ሕጊ ኣይፍርሶን እዩ እዚ ሕጂ ክልተ ነገር እዩ ዘሎ ተስፋን ሕግን ተስፋን ሕግን እዚ ተስፋ እዚ ኣቐዲሙ ኣምላኽ ደጽንዖ ኣቐዲሙ ኣምላኽ ዝመሓለሉ ኣቐዲሙ ኣምላኽ ነብርሃም ዝኣተዎ ተስፋ እዩ ነዚ ተስፋ ድማ እቲ ድሕሪዩ ድሕሪዩ ማለት ድሕሪ ኣርባዕተ ሚትን ሰላሳን ዓመት ዝመፀ ሕጊ ኣየፍርሶን እዩ ይብለና ሕጂ እቲ ተስፋ ብዛዕባ መን እዩ ወይ ከኣ እቲ ተስፋ መን እዩ እንተ ኢልና፣ እቲ ተስፋ መን ምዃኑ ሃዋርያ ጳውሎስ ኣብዚ ጽሑፍ እዚ ግልጺ ይገብረልና ማለት እዩ። እንታይ እንዳበለ ኣምላኽ ነብርሃም ተስፋ ክህቦ ከሎሲ ነዚ ርእቲ ኢሉ ኣይኮነን ሂቦ ነዚ ርእቲ ኢሉ ኣይኮነን ሂቦ እንታይ ዳ ንዘርእኻ እሱ ኸኣ እሱ ኸኣ መን እዩ ክርስቶስ እዩ ይብለና። ስብሓት ንኣምላኽ ይኹን። እቲ ተስፋ እቲ ተስፋ ተኣተወሉ ኪዳን እቲ ብተስፋ ክመጽእ ዘሎ እተነገረ ኪድ ዘርኢ መን እዩ? እሱ ክርስቶስ እዩ። እሱ ክርስቶስ እዩ። ሕጂ ነዚ ኣቐዲሙ ኣምላኽ ዘጽንዖ ኪዳን ዝኣተዎ ኪዳን እቲ ብድሕሪኡ ኣርባዕተ ሚእትን ሰላሳን ዓመት ጸኒሑ ዝመጸ ሕጊ እንታይ ይገብሮን እዩ ኣየፍርሶን እዩ ይብለና ኣየፍርሶን እዩ ከፍርሶ ኣይክእልን እዩ ይብል ዓሰርተ ሸሞንተ እቲ ርስቲ እቲ እንታይ እቲ እንታይ እቲ ርስቲ ካብ ሕጊ እንተዝኸውንሲ ርስቲ ዝበሃል ነገር ካብ ሕጊ ጥራሽ ኣይኮነን ማለት ካብ ሕጊ እንተዝኸውንሲ ደጊም ካብ ተስፋ ኣይምኾነን ነይሩ ሕጂ ርስቲ ብየሱስ ክርስቶስ እዩ ኣይኮነን ርስቲ ብመን እዩ ብየሱስ ክርስቶስ እዩ ሕጂ ርስቲ ዝበሃል ነገር ንኣምላኽ ትወርሶ ናይ ዘለዓለም ህይወት ትወርስ ኦኬ ኣምላኽ ዘለዎ ኩሉ ትወርስ ኣምላኽ ርስቲ ድህበካ ብየሱስ ክርስቶስ ኣቢሉ እዩ በቲ ኣቐዲሙ ተስፋ ዝኣተወሉ ኪዳን ዘርኢ ኣቢሉ እምበር ዘርኣቢል እዩ እምበር ብምንታይ ሂበካን እዩ ብሕጊ ሕጊ እንተኢልና እንታይ ኢልና ኩሉ ግዜ ስራሕ ሰብ እዩ ሕጊ ኩሉ ግዜ እንታይ እዩ ስራሕ ናይ ሰብ ፃዕሩ ናይ ሰብ ተግባር ናይ ሰብ እዚ እዩ ዝቆፅር ሕጊ ኩሉ ግዜ ኣብ ናይ ሰብ ስራሕ እተመስረተ ኣብ ናይ ሰብ ፃዕሪ እተመስረተ ኣብ ናይ ሰብ ሓርኮትኮት እተመስረተ እዩ ሕጊ ስለዚ ርስቲ ካብ ሕጊ እንተኾይኑ እንታይ ክኸውን ኣብ ናትና ክእለት ኣብ ናትና ብቕዓት ኣብ ናትና ምእዛዝ ኣብ ናትና ባህሪ እተመስረተ እዩ ክኸውን ስለዚ ኣምላኽ ንርስቲ ብመን ኣይገበሮን ብሕጊ ይገበሮን ኣብ ርእስና ይገበሮን ኣብ ባህሪና ይተኸሎን ኣብ ግብርና ይተኸሎን ኣብ ምንታይ ዳ ኣብቲ ተስፋ ተዋህቦ ዘርኢ እዚ ተስፋ ዝተዋህቦ ዘርኢ መን እዩ ክራይስት እዩ ብክርስት ርስቲ ዝኸውን ብበሊ ብክርስቶስ እዩ ርስቲ ድኸውን ብክርስቶስ እዩ ንሕና ወረስቲ ዝኾንና ብክርስቶስ እዩ ምስ ክርስቶስ ማረስቱ ነቦ ወረስቱ ይብለና መጽሓፍ ቅዱስ ስለዚ እዚ ነገር ዝረኸብናዮ ብመን እዩ ብክርስቶስ እዩ ስብሓትና ኣምላኽ ይኹን ብናይ ክርስቶስ ጽድቂ ብናይ ክርስቶስ ስራሕ ንሕና ወረስቲ ኣምላኽ ኮይንና ስብሓት ንኣምላኽ ይኹን እቲ ርስቲ ካብ ሕጊ እንተዝኸውን እዚ ደጊም ካብ ተስፋ ኣይምኾነን ነይሩ። ኣምላኽ ግን ንኣብርሃም ብተስፋ እዩ ዝሃቦ። ኣምላኽ ብምንታይ ሂቦ? ብተስፋ ብተስፋ ኣምላኽ እዚ ኣብርሃም ይቕሬታ፣ ኣብርሃም እዚ ኩሉ ተስፋ ርስቲ ዝወረሰ ብምንታይ እዩ? ብተስፋ እዩ፣ ብሕጊ ኣይኮነን። ስብሓት ንኣምላኽ ይኹን። እቲ ሕጊ ኸ ደኣ ንምንታይ እዩ እሞ ርስቲ ብተስፋ እንተኾይኑ ርስቲ ብተስፋ እንተኾይኑ እቲ ሕጊ ድኣ ድሕሪ ኣርባዕተ ሚትን ሰላሳን ምምፃእ ንምንታይ ኣድለዮ? ንምንታይ ኣብ ማእኸል ምእታው ኣድለዮ? ንምንታይ ሕጊ ምሕጋግ ኣድለየ? እንታይ ኢልና እቲ ሕጊ ከዓ ድኣ ንምንታይ እዩ ንሱ እንታይ እዩ ንሱ እቲ ሕጊ ብሰሪ ኣበሳ ተወሰኸ ብሰሪ ኣበሳ ተወሰኸ ኦኬ ምክንያቱ ሰብ ኩሉ ግዜ ሓጥእ ምዃኑ ኣበሰኛ ምዃኑ ውዱቕ ምዃኑ ሕሙም ምዃኑ ሽግር ከም ዘለዎ እንተዘይፈሊጡ ናበይ ክመፅእ ኣይክእልን እዩ ናብቲ ተስፋ ክመፅእ ኣይክእልን እዩ ናብቲ ተስፋ ክብሪ ዝኾነ ናብ ክርስቶስ የሱስ ክመፅእ ኣይክእልን እዩ ተረዲኹም ስለዚ እንታይ ገይሩ ሕጊ ኣብ ማእኸላት እዩ ናብዚ ተስፋ ብምልኣት ሰብ ክመፅእ እንተኮይኑ መን ክኣት ኣለዎ ሕጊ ክኣት ኣለዎ ሕጊ ኣትዩ እንታይ ዘርእየካ ብግብርኻ ርስቲ ክትወርስ ከም ዘይትኽእል ብሰራሕኻ ናብ ኣምላኽ ክትመፅእ ከም ዘይትኽእል ብክእለትካ ናብዚ ተስፋ እዚ ክትመፅእ ከም ዘይትኽእል ተስፋ መን እዩ ክርስቶስ እዩ ተስፋ ኦኬ ኣብ ብሉይ ኪዳን ዝነበረ ተስፋ ንኣብርሃም እተዋህቦ ተስፋ መን እዩ? ክራይስት እዩ። ክርስቶስ እዩ ካልእ ተስፋ ይነበረ ክርስቶስ ክመጽእ ክርስቶስ ክብጆ ክርስቶስ ናብ ዝርእስቲ እዚ ክመልሰና ናብ ኣምላኽ ክመልሰና ናብ ናይ ኣምላኽ ርስቲ ናብ ናይ ኣምላኽ ሃብቲ ናብ ናይ ኣምላኽ ህይወት ክመልሰና ዝመጸ ክርስቶስ እዩ። ክርስቶስ እዩ ስለዚ ሰብ ናብ ክርስቶስ ክመፅ እንተኮይኑ መን ክኣት ኣሎ ኣብ መንጎ ኣብ መንጎ መን ክኣት ኣሎ መርማሪ ክኣት ኣሎ ኣብ መንጎ መን ክኣት ኣሎ ሚዛን ክኣት ኣሎ ኣብ መንጎ መን ክኣት ኣሎ ምስትያት ክኣት ኣሎ ኣብ መንጎ መን ክኣት ኣሎ ለበራቶሪ ክኣት ኣሎ ክምርምር ኣሎ ሕውማት ምዃንና ውዱቓት ምዃንና ኣበሰኛታት ምዃንና ሓጥኣን ምዃንና ኣበሳና ዝርኢ መን ክኣት ኣሎ ሕጊ ክኣት ኣሎ ሕግስ እንታይ እዩ ዘፍልጥ ኢሉ መፅሓፍ ቅዱስ ሓጢኣት እዩ ዘፍልጥ ኢልካ ሰብ ሓጢኣቱ ምስ ፈለጠ ናብቲ ዘረስትየና ዋው ናብቲ ዘረስትየና ክርስቶስ ክመጽእ መታን ኣቐዲሙ ሰብ ሽግሩ ኣበስኡ ሓጢኣቱ ታክገብር ኣሎ ክፈልጥ ኣሎ እዚ ከፍልጥ ድማ መን መፅኡ ሕጊ መፅኡ ሕጊ ድማ ኣበሳ ክገልፅ ጀሚሩ እንታይ ኢሉ መፅሓፍ ቅዱስ ክዛረብ ከሉ ሮሜ ሻብዓይ ምዕራፍ ራእዮ ፍቕዲ ዓሰርተ ሓደ ፍቕዲ ዓሰርተ እንታይ ኢሉ ሕጊ ከይመፀ ከሎ ኣነ እንታይ ነበርኩ ይብል ህያው ነበርኩ ይብል ሕጊ ምስ መፀ ግና ኣነ ሞትኩ ሓጢኣት ህያው ኮነ ይብል ረኽሞ ሕጊ እንታይ ክገብር ይመፅኡ ብሰሪ ኣበሳ ተወሰኸ ምሽ ይብለና ኣሎ ስለዚ ኣበሳ ክዕዝዝ ኣበሳ ከብዝሕ ሓጢኣት ከብዝሕ ሓጢኣት ከርኢ በቂ ማዕረ ክንደይ ሰብ ሓጢኣተኛ ምዃኑ ድኹም ምዃኑ ከርኢ እዩ ሕጊ መፅኡ ንምንታይ ናብ ተስፋ ክትመፅእ እንተኮይንካ ናብቲ ተስፋ ክብሪ ዝኾነ ክርስቶስ ክትመፅእ እንተኮይንካ ነብቲ ዘርስትየካ ክርስቶስ ክትመፅእ እንተኮይንካ ናበይ መን እዩ ዘርእየካ ሕጊ እዩ ዘርእየካ ሕጊ እዩ ዘርኢ ማለት እዩ ሕጊ ግን እዚ ንመን ኣርእይዎ ግን ሰብ እስራኤል ኣርእይዎ ንዓና ኣይኮነን ስለተሓዋወሰና ክንፈልዮ እያ ንሕጂ ዝሰብኽ ዘለኹ ንዓና ስለ ዝኾነ ኣይኮነን ነገር ግን ክንፈልዮ ኣለና እቲ ሕጊ ክንርድኦ ኣለና እቲ ዓላማ ናይ ሕጊ ክንርድኦ ኣለና ሬኹሞ ከም ናትና ስለ ዝወሰድናዮ ኖ ናትና ኣይኮነን እየ ዝብል ዘለኻ ካብ መጀመርታ ንእስራኤላውያኑ ዝተዋሃበሉ ዓላማ እዚ እዩ ነይሩ ኣበሳ ከርኢ ሓጢኣት ከብዝሕ ሕጊ ሓይሊ ሓጢኣት እዩ ስለ ዝብል እዚ ነገር እዚ ይመፅኡ ከም መጀመርታ ንዓኻ ተዋህበ ኣይኮነን ንምባል እዩ እቲ ሓሳብ ንሱ ብሰሪ ኣበሳ ተወሰኸ እቲ ተስፋ እተዋሃቦ ዘርኢ ይብለና መን እዩ ተስፋ ተዋሃቦ ዘርኢ ንላዕሊ 15 ተመለስ ሰለስተ 15 እሱ መን እዩ እሱ መን እዩ ክርስቶስ ይብለና ነብርሃም ኣምላኽ ተስፋ ክህቦ ከሎ ነዚ ርእትኻ ኣይብልን እዩ ንዘርእኻ እዩ ዝብል እሱ ከዓ ክርስቶስ እዩ ዋው መን እሱ መን እዩ ክርስቶስ እዩ ኣብ ብሉይ ማለት ንኣብርሃም እተዋሃበ ተስፋ መን እዩ ክርስቶስ እዩ ሕጂ ርስቲ ኣብ ሓድሽ ኪዳን መን እዩ መን እዩ ከረስትየና ድኸል ክርስቶስ እዩ ሕገ ይኩነ ሕጊ ርስቲ ሂበካ ሕጊ ከማን ብኣንጻሩ እንታይ ርስቲ ይድኸላካ ኣቢስካ ኢኻ ሓጢእኻ ኢኻ ወዲቅካ ኢኻ ኣበሳ ኣለካ ሽግር ኣለካ እንዳበለ ካበይ ይወስደካ ካበይ ርስቲ ከምዘይምልከተካ እዩ ዝነግረካ ስለዚ እቲ ርስቲ ብተስፋይ እምበር ብመን ኣይኮነን ብመን ኣይኮነን ብሕጊ ኣይኮነን እቲ ተስፋ መን እዩ ክርስቶስ እዩ እቲ ተስፋ ተዋህቦ ዘርኢ እዩ ክብሪ ንኣምላኽ ይኹን እቲ ተስፋ ተዋህቦ ዘርኢ ክሳዕ ዝመጽእ ኢልካ መን ክሳዕ ዝመጽእ እቲ ተስፋ ተዋህቦ ዘርኢ ሕጊ ክሳዕ መዓስ እዩ ነይሩ እቲ ተስፋ ተዋህቦ ዘርኢ ክሳዕ ዝመጽእ ተስፋ ተዋህቦ ዘርኢ ክሳዕ ዝመጽእ ሕጂ እንታይ ዝብል ዘለኹ ርስቲ ብክርስቶስ እዩ ብሕጊ ኣይኮነን ክሳዕ ዝመጽእ ብኢድ እቲ ማእኸላይ ብመልኣኽቲ ተሓገገ ብዙሕ ግዜ እንታይ እዩ ድመስለና ሕጊ ብኣምላኽ ከም ተሓገገ እዩ ድመስለና ኣይኮነን ኣይኮነን ሕጊ ብመልኣኽቲ ተሓጊጉ ንሕጊ ዝሃበ መልኣኽ እዩ ንሕጊ ዝሓገገ መልኣኽ እዩ ንሕጊ ንሙሴ ዝሃበ መልኣኽ እዩ እግዚኣብሔር ኣይኮነን እግዚኣብሔር ኣይኮነን መን ኢሉ እንሀለ እንሀለ ብሩክ ሓው እንሀለ እንታይ ትብለና ዘሎ ብዒድ እቲ ማእከላይ ብመልኣኽቲ ተሓገገ ይብለና ምንጩ እኳ እግዚኣብሔር እንተኾነ ነገር ግን ሓጋጊ ሕጊ መን እዩ እዛ ሓሳብ እዚኣ ንምብራ እብራውያን ካልኣይ ምዕራፍ ክንከይድ ከድልየና እዩ ዕብራውያን ካልኣይ ምዕራፍ ስለዚ ምእንቲ ከይንጠፍ ነብቲ ዝሰማዕናዩ ኣዚና ክነቕልብ ይግብኣና እዩ ስለዚ ምእንቲ ከይንጠፍእ ናብቲ ዝሰማዕናዩ ኣዚና ክነቕልብ ይግብኣና እዩ ፍቕሪ ክልተ እቲ ብመልእኽቲ እተነገረ ቃል ኣይ ናይ ቃል ሕጊ ብመን እዩ ተነጊሩ ብመልእኽቲ ለው ሕጊ ብመን እዩ ተነጊሩ ሕጊ ብመን እዩ ተነጊሩ? ብመላእኽቲ እዩ ተነጊሩ ብሩኻት። እቲ ብመላእኽቲ እቲ ብመላእኽቲ እተነገረ ቃል ካብ ዝጸንዕ ኩሉ በደልን ዘይምእዛዝን ካብ ቅኑዕ ፍርዱ ካብ ዝቐበል ሪኹሞ ሕጊ ብመላእኽቲ እዩ ተነጊሩ። ሕጊ ብመላእኽቲ እዩ ተሓጊቡ ብኣምላኽ ኣይኮነ። ካልእ ካልእ ካልእ ክፍሊ መጽሓፍ ቅዱስ ክውስኸልኩም ግብረ ሃዋርያት ሸውዓይ ምዕራፍ ካብ ፍቕዲ ሰላሳን ኣቕሬታ ሸውዓይ ምዕራፍ ካብ ፍቕዲ ሓምሳን ሰለስትን ንስኻትኩም ይብል መን ዝዛረብ ዘሎ እስጢፋኖስ ንስኻትኩም ነቲ ሕጊ ነቲ ሕጊ እስከበሉ ነቲ ሕጊ ብኢድ ማእኸላይ ተቐቢልኩሞስ ኣይሓለኹሞን ብኢድ መን ተቐቢሎሞ እለ ብኢድ መን ብኢድ ማእኸላይ ብመልኣኽቲ ተቐቢልኩሞ ሙሴ ካብ መን እዩ ተቐቢሎ እተን ጽላት ካብ መን እዩ ተቐቢሎ ካብ መላእኽቲ ብኢድ መን እዩ ተሓጊጉ ብኢድ መላእኽቲ ያሞ ስለዚ ሕጊ ክትሓስቡ ከለኹም ኣምላኽ ኣይሓጎጎን ንሕጊ ኣምላኽ ኣይኮነን ንሙሴ ሂቦ መን ደኣ መላእኽቲ እዮም ሂቦሞ መልኣኽ ሂቦ ንስኻትኩም ነቲ ሕጊ ብኢድ መልኣኽቲ ተቐቢልኩሞስ ኣይሓለኹሞን እጂ ናብ ገላትያ ንመለስ ነዚ ብሩህ ይመስለኒ ሕጊ ብመልኣኽቲ ከም ተሓገገ ሕራይ ገላትያ ንመለስ ብኢድ እቲ ማእኸላይ ብመልኣኽቲ ተሓገገ ማእኸላይ ሲ ማእኸላይ ሓደ ኣይኮነን ማእኸላይ ሲ ማእኸላይ ሓደ ሕጂ ማእኸላይ ሓደ ክኸውን ኣይክእልን ማእኸላይ እንተኢልና ሰለስተ ኣለዉ ማለት እዩ ገነን ኣምላኽ ኣሎ እዚ ሙሴ ኣሎ ኣብ ማእኸል መልኣኽ ኣሎ ኣምላኽ ግዳ ሓደ በይኑ እዩ ይብል ኣምላኽ ግና ክንደይ እዩ ሓደ በይኑ እዩ ኣራይ እምበኣር ከ እቲ ሕጊ ዶ ነቲ ተስፋ ኣምላኽ መጻረሩት እዩ ተስፋ ኣምላኽ መን እዩ መን እዩ ተስፋ ኣምላኽ ክርስቶስ እዩ ተስፋ ኣምላኽ ኣምላኽ ነብርሃን ካልእ ተስፋ ኣይሃቡን ኣይኮነን ንዘርእኻ እንዳበለ ይኣትይሉ ንዘርእኻ እንዳበለ ይኣትይሉ ንዘርእኻ ንዓለም ክትወርሳ ኢኻ እናበለ ኣትዩ ኣሎ ስለዚ እዚ ዘርኢ እዚ መን እዩ ክርስቶስ እዩ ኣይኮነን ስለዚ ተስፋ እቲ ተስፋ መን እዩ ክርስቶስ እዩ እምበኣር እቲ ሕጊ ዶ ነቲ ተስፋ ኣምላኽ መፃርቱ እዩ ብካልእ ኣዘራርባ ሕጊ ዶ ንክርስቶስ መፃርቱ እዩ ሕግስ ንክርስቶስ መፃርቱ እዩ ያ ኣይፋሉን ሕዚ ሕጂ ኣብዚ ህያው ክገብር ዝከኣሎ ሕጊ ተዋሂቡ እንተዝኸውንሲ እንታይ ክገብር ዝከኣሎ እንታይ ክገብር ዝከኣሎ ንገሩኒ ህያው ክገብር ዝከኣሉ ሕጊ ተዋሂቡ እንትዝኸውን እሲ ስለዚ ሕጊ እንታይ ክገብር ኣይክእልን ህያው ክገብር ኣይክእልን። እዚኣ ክትርዳእና ዘለዋ ሕጂ እዚኣ ክትርዳእና ሕጊ ህያው ክገብር ኣይክእልን እዩ። ሕጊ ጻድቕ ክገብር ኣይክእልን እዩ። ሕጊ ቅዱስ ክገብር ኣይክእልን እዩ። ሕጊ ምስ ኣምላኽ ከም ትመላለስ ሓይሊ ክህበካ ኣይክእልን እዩ። ሕጊ ብቕዓት ክህበካ ኣይክእልን እዩ። ምክንያቱ ምክንያቱ ሕጊ ህያው ክገብር ኣይክእልን እዩ። እምበኣርከ እቲ ሕጊዶ ነቲ ሰብ ኣምላኽ መጻርቱ ህያው ኣይፋሉን ህያው ክገብር ዝከኣሉ ሕጊ ተዋሂቡ እንተ ዝኸውንሲ እቲ ጽድቂ ብሓቂ ካብ ሕጊ ምኾነ ነይሩ እንተ ዝኸውንሲ ሕቶ እዩ ኣይኮነን ኣብዚ ሓትት እዩ ዘሎ ህያው ክገብር ኣይክእልን ህያው ክገብር በቃ ኣይክእልን ብምንም ተኣምር ንዓኻ ሕጊ ህያው ክገብረካ ኣይክእልን ንጽድቂ ህያው ንቅድስና ህያው ንኣምላኽ ህያው ንውልድነት ህያው ንርስቲ ህያው ክገብረካ ኣይክእልን እዩ ስለዚ ምንም ብቕዓት የብሉን ሕጊ ህያው ክገብር ማለት ስለዚ ህያው ክገብር ዝከኣሉ ሕጊ ተዋሂቡ እንተዝኸውን ብሓቂ እቲ ርስቲ እቲ ጽድቂ ዝበሃል ብመን ምኾነ ብመን ምኾነ ጽድቂ ብመን ምኾነ ብሕጊ ምኾነ ብሕጊ ምኾነ ሕጊ ሓሊኻ ምኾነ ነገር ግን ሕገ ተገብረ ይክልኒ ህያው ክገብር ኣይክእልን እዩ ገላትያ ሳልሳይ ምዕራፍ ካብ ፍቕዲ ስራን ሓደን እየ ደንበልኩም ዘለኹ ቀፂልና እቲ ተስፋ ግና ስለዚ እንታይ ኢልና እቲ ሕጊ ንመን መፃሮት ኣይኮነን ንክርስቶስ መፃሮት ኣይኮነን ወይ ከዓ ንተስፋ መፃሮት ኣይኮነን ተስፋ ክርስቶስ ስለዝኾነ ማለት እየ መፃርቶ ኣይኮነን ነገር ግን ሕጊ እንታይ ክገብር ኣይክእልን እዩ ህያው ክገብር ኣይክእልን ህያው ዝገብር እንተዝኸውን ፅቡቅ ነይሩ ፅድቂ ብምን ምኾነ ብሕጊ ምኾነ ነገር ግን ኣይኮነን ህያው ክገብር ኣይክእልን እዩ ካብ ዕስራን ክልተን እቲ ተስፋ ግና እቲ ተስፋ ግና ነቶም ዝኣምኑ ብየሱስ ብእምነት ብየሱስ ክርስቶስ ምእንቲ ክወሃብ ሕዚ ሕጂ እቲ ተስፋ ግና ነቶም ዝኣምኑ ብእምነት የሱስ ክርስቶስ ምእንቲ ክወሃብ እቲ ጽሑፍ ኢሉ ሕገ ይበለን ኣብዚ እቲ ጽሑፍ እቲ ጽሑፍ መን ሕጂ ሕጊ ኩሉ ግዜ ጳውሎስ ክንርዶ ዘለና ንገለገለ ብስሙ ይፅውዖ ንገለገለ ከዓ ኣክንዲ ስም ይጥቀም ኣክንዲ ስም ይጥቀም ራይ እቲ ጽሑፍ ይብሎ ኣክንዲ ሕጊ እዩ ዝብል እቲ ጽሑፍ ይብሎ እቲ ጽሑፍ ግን መን እዩ ሕጊ እዩ ንኹሉ ኣብ ትሕቲ ሓጢኣት ዓፀዎ ንምንታይ ዓፅዎ ምክንያቱ ሰብ ብሕጊ ገይሩ እንተዘይተዓፅዩ ናበይ ክመፅ ኣይክል ናበይ ክመፅ ናብ ክርስቶስ ክመፅ ኣይክል ሰብ ትምክሕተኛ እዩ ብባህሪኡ በቃ ይኽእል እየ ጥራይ ኢሉ ይተሓስብ ክገብር ይኽእል እየ ክሰርሕ ይኽእል እየ ንኣምላኽ ክሕጉሶ ይኽእል እየ ብፍቓድ ኣምላኽ ክመላለስ ይኽእል እየ በቲ ኣምላኽ ዝበለኒ ክኸይድ ይኽእል እየ እስራኤላውያን እንታይ ድዮም ኢሎም ዘፀኣት 24 እንታይ ኢሎም ሙሴ ካብ እቲ ሕጊ ተቐቢሉ ካብ መላእኽትን እቲ ሕጊ ተቐቢሉ ናብ እስራኤል መፅኡ ኣንቢቡሎም ምስ ኣንበበሎም እንታይ ኢሎሞ ነቲ ኣምላኽ ዝኣዘዘና ኩሉ ንገብር ንገብር ክብሎ ከለኹ እንታይ እስከ ዝብል ብጣዕሚ ዝገርመኒ ብሓደ ድሃይ ድብል ብክንደይ ድሃይ ብሓደ ድሃይ ብሓደ ድምፂ ማለት ንገብር ካብ ዓቢ ሳነሸይ ማለት እዩ ንገብር ኢሎም ስለዚ ኣምላኽ ከዓኒ ክገብሮ ከም ዘይክእሉ ይፈልጥ ግን ኣርባዓ መዓልትን ኣርባዓ ለይትን ከይፀንሑ እዩ ምራኽ ክሰርሑ ጀሚሮም ሽዑ ክገብሮ ከም ዘይክእሉ ይፈልጥ ስለዚ እቲ ፅሑፍ እንታይ ገይሩ ሽዑ ሰብ ክዕጾ ኣለዎ ኦኬ ብጽሑፍ ክዕጾ ኣለዎ ኣፉ ክሕተም ኣለዎ ኣይኮነን እዚ ሮሜ ከምኡ እዩ ዝብለና ሳልሳይ ምዕራፍ ፍቅዲ እስራ ኩሉ ኣፉ መታን ክሕተም ይብል ኩሉ ሰብ መታን እንታይ ክኸውን ኣፉ ክሕተም ኣብዚ ኸ እንታይ ኩላ ዓለም እውን ትሕቲ ፍርዲ ኣምላክ ትኸውን ኣብዚ ኸ እንታይ ይብል እቲ ጽሑፍ ንኩሉ ኣብ ትሕቲ እንታይ ይዓጸዎ ኣብ ትሕቲ ሓጢኣት ዓጾ ሕጊ ላቦራቶሪ ክርስቶስ ከዓ መድሃኒት እዩ ክርስቶስ ከዓ ፈውሲ እዩ ክርስቶስ ከዓ ሃለሉ ሓኪም እዩ ክርስቶስ ከዓ ዶክተር እዩ ሃለሉያ ስለዚ ሰብ ናብ ዝፈዋሲ ዝኾነ ክመፅእ እንተኮይኑ ብሕጊ ተኸውን ኣሎ ተኸውን ኣሎ ኣብ ትሕቲ ሓጢኣት ክዕፆ ኣሎ ኢዱ ክህብ ኣለዎ ምሩኽ ምዃኑ ናይ ሓጢኣት ምሩኽ ናይ ሓጢኣት እሱር ኣብ ናይ ሓጢኣት ባርያ ምዃኑ ክፈልጥ ኣለዎ እዚ ሰብ ማለት እዩ ብመን እዩ ግን ትፈልጥ? ብሕጊ እዩ ትፈልጥ። ስለዚ እቲ ተስፋ ብየሱስ ክርስቶስ ንዝኣምኑ መታን ክኸውን ትርስቲ ማለት እዩ። ብዝሕጂ እቲ ርስቲ ብየሱስ ክርስቶስ ንዝኣምኑ መታን ክኸውን ብየሱስ ክርስቶስ ዝኣምኑ መታን ርስቲ ክቕበሉ እቲ ሕጊ ወይ ካቲ ጽሑፍ ንኹሉ ኣብ ትሕቲ ሓጢኣት ኣይገበሮ ዓጸዎ እስኻ ክትገብር ኣይትኽእልን ኢኻ እስኻ ንሕጊ ክትገብር ኣይትኽእልን ኢኻ እስኻ ርስቲ ክትወርስ ዓቕሚ ዝበሃል የብልካን ስለዚ ዘውርሰካ ካልእ ኣካል ክመጽእ ኣለዎ እሱኻ ክርስቶስ ይበሃል ንኹሉ ኣብ ትሕቲ ሓጢኣት ዓጸዎ ሕጊ ኣብ ትሕቲ ሓጢኣት ካብ ሓጢኣት ከውፅኣካ ዘይኮነ መፅ ሕጊ ኣብ ትሕቲ ሓጢኣት ክዓፅወካ መፅ ንምንታይ እቲ ርስቲ ብመን ክኸውን የሱስ ክርስቶስ መታን ክኸውን እቶም ዝኣምኑ እቶም ዝኣምኑ እቶም ኣመንቲ እቶም ብየሱስ ክርስቶስ ዝኣምኑ ርስቲ ብየሱስ ክርስቶስ ብምእማን ጥራይ መታን ክቕበልዎ ሕጊ ንኹሉ ሰብ ሓጥእ ምዃን ኣፍሊጡ ኩሉ ሰብ ኣፉ ኣሕቲሞ ንኹላ ዓለም ኣብ ትሕቲ ፍርዲ ኣምላኽ ዓፂዎ ኩሎም እንተተመርመሩ ብሕጊ ሲ ኩሎም ሓጣን ኮይኖም ተረኺቦም እስራኤላዊ ኣይትበል፣ ፈሪሳዊ ኣይትበል፣ ካህን ኣይትበል፣ ለዊ ኣይትበል፣ ሊቀ ካህን ኣይትበል፣ ሙሴ ኣይትበል፣ ዳዊት ኣይትበል። ኩሎም እቶም ብሕጊ ዝምክሑ ሰባት ኣብ ትሕቲ ሓጢኣት ተዓፅዮም ሓጥኣን ምዃኖም ተፈሊጦም ብሕጊ ማለት ብሕጊ እንተተመርመሩ ሲ ንሕጊ ክፍፅም ዝኽእል ኣይተረኸበን። ስለዚ ርስቲ ብመን እዩ? ብክርስቶስ እዩ ኦኬ ርስቲ ናይ ዘለዓለም ህይወት ብመን እዩ ብክርስቶስ እዩ ናይ ዘለዓለም በረኸት ብመን እዩ ብክርስቶስ እዩ ሕቑፊ ኣምላኽ ብመን እዩ ብክርስቶስ እዩ ጽድቂ ኣምላኽ ብመን እዩ ብክርስቶስ እዩ ቅድስና ኣምላኽ ብመን እዩ ብክርስቶስ እዩ ኣምላኽን ናይ ኣምላኽ ነገርን ብመን እዩ ብክርስቶስ እዩ ብሕጊ ይኩን ያታ ነጥቢ ዕስራን ሰለስተን እምነት ከይመፀት እምነት ከይመፀት ንሕና ነታ ክትገሃል ዘለዋ እምነት እናተፀቤና ለው እምነት ከይመፀት ንሕና ነታ ክትገሃል ዘለዋ እምነት እናተፀቤና ተዓፂና ኣብ ትሕቲ ሕጊ ተሓሊና ንበርና ሕጂ መን ይድዓፅወካ ሕጊ ይድዓፅወካ እኮ ሕጊ ይዓፅወካ ክሳዕ እምነት ክሳዕ ትመፅእ እምነት ክሳዕ ትመፅእ ብየሱስ ክርስቶስ ምእማን ክሳዕ ዝመጽእ ሕጊ እንታይ ይገብረካ? ይዓጽወካ፣ ይሕልወካ፣ ይምርምረካ። ኩሉ ግዜ ሓጢ ኢኻ ይብለካ፣ ኩሉ ግዜ ድኹም ኢኻ ይብለካ፣ ኩሉ ግዜ ይኹንነካ፣ ኩሉ ግዜ ሃለሉያ፣ ኩሉ ግዜ ሆ ተሓሊና ነበርና። ተሓሊና ነበርና መን ክሳዕ ዝመጽእ እምነት ክሳዕ ትመጽእ ስለዚ ከዓ ብእምነት ምእንቲ ክንጸድቕሲ ሰብ ከይጸደቐ ርስቲ ኣይቅበልን ርስቲ ዝቕበል መን እዩ ጻድቕ እዩ ራይ ሓጥእ ርስቲ ኣይቅበልን ሕጊ ሓጥኣን ምዃንና ነጊርና ብእምነት ብየሱስ ክርስቶስ ግን ጽድቂ ተቐቢልና ብየሱስ ምስ ኣመና ጻድቃን ተባሂልና ቅድሚ ሕጂ ሓጢኣት ጌርና ከም ዘይንፈልጥ ተቖጺርና ጻድቃን ተባሂልና ሽዑ ትርስቲ ብየሱስ ክርስቶስ ብኸምኡ ስለዚ ኸዓ ብእምነት ምእንቲ ክንጸድቕሲ ናብ ክርስቶስ ከብጽሓና

ኦኬ ሕጊ እውን ሲጀመር ንዓና ኣይተዋህበን እዚ ፅሑፍ እዚ ንሕጊ ንዝፈልጡ እዩ ዝዛረብ ዘሎ ሕጊ ክገብሩ ንዝደልዩ እዩ ዝዛረብ ዘሎ ናብ ሕጊ ክምለሱ ንዝደልዩ ገላትያ እዩ ዝዛረብ ዘሎ ሕጂ እውን ንሕና ሕጊ ሓዋዊስና ንሰብኽ ስለ ዘለና ሓዋዊስና ንመሃሮ ስለ ዘለና ሓዋዊስና ንቕበሎ ስለ ዘለና ምስቲ ተስፋ ንሓውሶ ስለ ዘለና ኖ ተስፋን ሕግን ካብ ሓደ ኣይኮነን ተስፋ ዝውረስ ብየሱስ ክርስቶስ እዩ ምእንቲ ክንጸድቕሲ ናብ ክርስቶስ ከብጽሓና እቲ ሕጊ ቐጽዓይና ኾነ ኢልካ ንእስራኤላውያን እምነት ምስ መጸት ግና ደጊም ዘየደልያ ዘለኹ እዚኣ ሕጂ ንኩላትና ትምልከት እያ ሕጂ ብፍላይ እዞም ሕጂ ንሕና ሕጊ ክንገብር ኣለና ሕጊ ይምልከት እዩ ሕጂ እውን ኣብ ሓድሽ ኪዳን ሕጊ ይሰርሕ ንዝብል ሰባት ኣስተውዕል እምነት ምስ መፀት ግና እምነት ምስ መፀት ማለት ክራይስ ምስ መፀ ክርስቶስ ምስ መፀ ክርስቶስ ክሳዕ ዝመፅ ሓላዊና ነይሩ ክርስቶስ ክሳዕ ዝመፅ ቀፃዒና ነይሩ ክርስቶስ ምስ መፀ ግና እምነት ምስ መፀት ግና ማለት እምነት መን እዩ ክራይስት እዩ እምነት ምስ መፀት ግና ደጊም ትሕቲ ቀጻዒ ኣይኮናን መን እዩ ተቐጻዒ ሕጊ ደጊም ትሕቲ ሕጊ ደጊም ትሕቲ ሕጊ ኣይኮናን ደጊም ደጊም ትሕቲ ሕጊ ኣይኮናን እንተይል ሕጊ ሕጂ ይሰርሕ የለን ኣለኻ ዶ ሕጊ ሕጂ እንታይ ይገብር የለን ይሰርሕ የለን ይሰርሕ የለን ብክርስቶስ እተጠመቕኩም ዘበልኩም ንክርስቶስ ለበስኩም እሞ ብእምነት ብየሱስ ክርስቶስ ኩላትኩም ውሉድ ኣምላኽ ኢኹም ብሕገ ዘይኮነስ ብክርስቶስ ውሉድ ኣምላኽ ኮይና ሕጂ ወራሲ ኩሉ ግዜ ንምንታይ ኣምፅዋ ናብዚኣ ንምንታይ ናብ ውልድነት ኣምፅዋ እዛ ሓሳብ እዚኣ ዋላ ውሉድ እዩ እንታይ ዝገብር ዝወርስ ባርያ ይወረሰን እዩ ባርያ ኣይወረሰን እዩ ዝወርስ መን እዩ ውሉድ እዩ ውሉድ እዩ ዝወርስ ስለዚ እስኻ ብክርስቶስ እተጠመቅኩም ዘበልኩም ንክርስቶስ እንታይ ገበርኩሞ ተገበርኩሞ ለበስኩሞ እሞ ብእምነት ብየሱስ ክርስቶስ ኩላትኩም ውሉድ ኣምላኽ ኢኹም ሐራይ ኩላትኩም ብክርስቶስ የሱስ ሓደ ኢኹም እሞ በዚ ኣይሁዳዊ ጽርኣዊ ወይስ ጽርኣዊ የልቦን በዚ ባርያ ወይስ ጭዋ የልቦን በዚ ተባዕታይ ወይ ኣንስታይ የልቦን ናይ ክርስቶስ ካብ ኮንኩም ደጊም ወሲዱ ናበይ ሰኪዕና ናበይ ሰኪዕና ኣብ ኣብርሃም ደጊም ዘርኢ ኣብርሃም ኢኹም ብክርስቶስ ዘረ መን ኮይና ዘረ መን ኮይና ዘረ ኣብርሃም ኮይና ብክርስቶስ ንክርስቶስ ለቢስናዮ ንክርስቶስ ተቐቢልናዮ ንክርስቶስ ካብ ተቐበልናዮ ውሉድ ኣምላኽ ኮይና ውሉድ ኣምላኽ ምስ ኮና ከዓኒ ደጊም እንታይ ኢኹም ዘርኢ ኣብርሃም ኢኹም ዘር ኣብርሃም ኢኹም ኢልካ ከምቲ ተስፋ እውን ወረስቲ ኢኹም እቲ ተስፋ እንታይ ትብል ብክርስቶስ ንዓለም ከም ዝወርሳ እዩ ኣይኮነን ብክርስቶስ ኣብርሃም ኣቦ ብዙሓት ከም ዝኸውን ኣቦ ኣሕዛብ ከም ዝኸውን እዩ ስለዚ ከምቲ ተስፋ እንታይ ኢኹም ወረስቲ ኢኹም ኢለና ስለዚ ንሕና ብናይ ኣብርሃም ንኣብርሃም ብተዋሃቦ ተስፋ እንታይ ኢና ንኣብርሃም ብተዋህቦ ተስፋ እንታይ ኢና ወረስቲ ኢና እቲ ንኣብርሃም ተዋህቦ ተስፋ መን እዩ ክርስቶስ እዩ ብክርስቶስ የሱስ እንታይ ኢና ንሕና ወረስቲ ኢና ብክርስቶስ የሱስ ንሕና እንታይ ኢና ዘር ኣብርሃም ኢና ብክርስቶስ የሱስ ንሕና እንታይ ኢና ውሉድ ኣምላኽ ኢና ብሕጊ ኣይኮነን ደጊም ትሕቲ ሕጊ ኣይኮንኩምን ኢልካ ደጊም ትሕቲ ሕጊ ትሕቲ ሕጊ ዘይኮኑ መን እዮም መን እዮም ሕጂ ሃዋርያ ጳውሎስ ኣብዚ ኣልማማ እዩ ዝዛረብ ዘሎ ምክንያቱ ዋላ እቶም ኣሕዛብ ከይተረፉ ናበይ ክምለሱ ስለ ዝደልዩ ናብ ሕጊ ክኸዱ ስለ ዝደልዩ ናብ ሕጊ ይወስድዎም ስለ ዘሎ ኣልማማ ንሕጊ ኣብ ትሕቲ ኣቕፃዒ ኣብ ትሕቲ ሓላዊ ኣብ ትሕቲ ርዑት ኣይኮናን ኢሎ ብክርስቶስ የሱስ እንታይ ኢኹም ወረስቲ ኢኹም ንሕና እንተይና ወረስቲ ኢና ነዚ ውርሻ ከልኣና ዝኽእል ኣካል የልቦን ብውልድነት ኢና ንወርሶ ዘለና ኣምላኽ ይባርኩም